ሰላም ክቡራት ተኸተልትና መደብና መደብ ስማርት መን ከም ወትሩ ጠቓሚ ኢና ንብሎ መደብ ሒዘልኩም ቀሪቡ ኣለኹ ንሱ ድማ ገንዘብና ሴቭ ንገብረሉ ሜላ ወርሓዊ ይኹን ዓመታዊ ከምኡ ድማ ብሉጽ ዝኾነ ሜላ ሒዘልኩም ቀሪቡ ኣለኹ ቅድሚኡ ግና ነዛ ቻነል ክትዓብን ኣብ ህይወትና ድማ ርኡይ ለውጢ ከነምጽእ መታን ብሉጽን ንቑሕን ሕብረተሰብ ክንውንን መታን ሳብስክራይብ ላይክ እናገበርኩም ከተተባብዑና ከምኡ ድማ ዝኾነ ሃናጺ ርእይቶ ወይ ድማ ሓሳብኩም ከተካፍሉና ኣብ ናይ ታሕቲ ኮመንት ቦታ ክትጽሕፉ ብኽብሪ ዕድም ክሳብ መወዳሕታ ኣሕቢርኩም ምሳና ክትጸንሑ ድማ በትሕትና ይሓትት ሕራይ በዓል ክቡራት ተኸታተልትና ከምዚ ትሪእዎ ዘለኹም ብቀሊል መንገዲ ገንዘብና እንሕዘሉ ከምኡ ድማ ወርሓዊ ይኹን ዓመታዊ ብዘይገድስ ጥጡሕ ዘለዎ ናብራ ከነሕልፍ መታን ገንዘብና ወርሓዊ ወይ ድማ ዓመታዊ ከምቲ ገንዘብ ንሕዘሉ ግዜ ኣብ ሰለስተ ክንምቕሎ ይግባእ ንሱ ድማ ሓምሳ ሚእታዊት ሰላሳ ሚእታዊት ከምኡ ድማ ዕስራ ሚእታዊት ኢልና ኣብ ሰለስተ ክንመቕሎ ኣለና። እዘን ሰለስተ ሓምሳ ሚእታዊት ናበይ ይኸይድ? ናብቲ ንሕና ናይ ግድን ኣብ ህይወትና ከድልየና ዝኽእል ብዘይ ብእኡ ክንነብር ዘይንኽእለሉ። እዚ ሰላሳ ሚእታዊት ድማ ኣብ ህይወትና ናይ ግድን ዘድልየና ግን ከኣ ብዘይ ብእኡ ክንነብር ንኽእል። እዚ ሳልሰይቲ ድማ ዕስራ ሚእታዊት ሴቭ ንገብረሉ ወይ ድማ ለቓሕ ወሲድና እንተ ኔርና ለቓሕ ንመልሰሉ ማለት እዩ። ስለዚ እዘን ገንዘብና ቀዳመይቲ ስቴፕ ኣብ ሰለስተ ንምቀሎ። እዘን ሰለስተ ሓምሳ ሚእታዊት፣ ሰላሳ ሚእታዊት ከምኡ ድማ ዕስራ ሚእታዊት ኢልና ኣብ ሰለስተ ንምቀሎ። ሓምሳ ሚእታዊት ናበይ ይኸይድ ኢልና ሓምሳ ሚእታዊት ማይ፣ ምግቢ እዚ ሓምሳ ሚታዊት ንብሎ ናይ ግድን ናይ ግድን ዘድልየና ሓምሳ ሚታዊት ካብ ገንዘብና ወርሓዊ ይኹን ዓመታዊ ንቕቡለ ገንዘብ ሓምሳ ሚታዊት ናይ ግድን ናብ ዘድልየና ቦታ ምስዳድ። ንሱ ድማ ቀዳመይቲ ምግቢ፣ ብዘይ መግቢ ክንነብር ኣይንኽእል፣ ከምኡ ድማ ብዘይ ማይ ክንነብር ኣይንኽእል። ካልኣይቲ ገዛ ክራይ፣ ብዘይ ብዘይ ገዛ እንተሊካ ዳትስ ጉድ፣ እንተዘይብልካ ብዘይ ክራይ ክትነብር ኣይትኽእልና። ስለዚ ገዛ ናይ ግድን ከድልየካ እዩ። ሳልሰይቲ መብራህቲ መብራህቲ መብራህቲ ናይ ግድን ኣብ ገዛ ከለና ዝኾነ ነገር ከለና ብዘይ መብራህቲ ክኾን ኣይክእልን እዩ ራብዐይቲ ውሕስነት ጥዕና እዛ ሳልሰይቲ እዛ ራብዐይቲ ውሕስነት ጥዕና ዝኾነ ኣብ ኣብዚ ዘለኹም ሃገር ናይ ውሕስነት ጥዕና ኢንሹራንስ ድዩ ካልእ ድዩ ንዓኹም ናይ ውሕስነት ጥዕና ክልየኩም እዩ ማለት እዩ ራብዐይቲ ድማ ኢንተርነት ኢንተርነት ነቲ ኢንተርነት ዘለዎ ሃገራት ማለት እዩ እዚ ኢንተርነት ናይ ግድን ኣገዳሲ ስለ ዝኾነ ኢንተርነት ካብቲ ኣገዳሲ ዘለና ኣብ ሂወትና ኣብ ሰለስተ ክንመቕሎ ከም ዝበልናዮ ኢንተርነት ሓደ ካብኡ ከምኡ እዩ ስለዚ ነዘን ገንዘብ ኣብ ከምዚ መቒልና ነዝን ጥጡሕ ዘለዎ ናብራ ክንመርሕ መታን እዚ ገንዘብና ሓምሳ ሚእታዊት ናብ ምግቢ ናብ ማይ ገዛ ክራይ ናብ ውሕስነት ዘለዎ ጥዕና ኢንሹራንስ ከምኡ ድማ ኢንተርነት፣ መብራህቲ ኣብ ከምዚ መቒልና እዛ ሓምሳ ሚእታዊት ናብኡ ከም ዝኸይድ ንገብሮ ማለት እዩ። ሕራይ እምበኣር እዛ ካልኣይቲ ሰላሳ ሚእታዊት እንብሎ ድማ እንታይ ዓይነት የድልየና እዚ ሰላሳ ሚእታዊት ንኽንገብር? እዚ ሰላሳ ሚእታዊት ወንትስ እንብሎ ናይ ግድን ዘድልየና ኣብ ህይወትና ማለት እዩ። ግን ከኣ ብዘይ ብኡ ክንነብር ንኽእል። ብዘይ ጸገም ብዘይ ብኡ ክንነብር ንኽእል ንሱ ድማ እንታይ እንተ ኢልና ሾፒን ሾፒን ናይ ምግዛእ ጫማ ድዩ ንብረት ክዳውንቲ ክዳውንቲ ከምኡ ድማ ዝኾነ ንብረት ክንገዝእ ናይ ግድን ኣብ ሂወትና ዘድልየና እዩ ግን ከዓ ብዙሕ ኣገዳሲ ዘይኮነ ኣብ ሂወትና እቲ ዘድልየና ነገር ከምቲ ዝረኣናዮ ኣብታ ዝሓለፈት ናይ ሓምሳ ሚእታዊት እዚኣ እውን ሰላሳ ሚእታዊት ኣብ ሂወትና ዘድልየና ግን ከዓ ብዘይ ብኡ ክንነብር ንኽእል ንሱ ድማ ሾፒንግ ክንገብር ዝኾነ ንብረት ክንገዝእ ከምኡ ድማ ጫማ ክዳውንቲ እዚ ክንገዝ ንክለሉ እዚ ናብዚ ሰላሳ ፐርሰንት ናብ ዝኸይድ ማለት እዩ ካልእይቲ ሆቢስ ሆቢስ እንብሎ እንታይ እዩ ኣብ ትርፊ ግዜና እንገብሮ ንጥፈታት ንሱ ድማ ምሕንባስ ከምኡ ድማ ሰላሳ ሚእታዊት ኣብ ሆቢስ ንሕና ኣብ ትርፊ ግዜና እንገብሮ ንጥፈታት እ፣ ምሕንባስ ይኹን ኤዲት ቪድዮ ምግባር ኩዕሶ ምፅዋት እ፣ ምንባብ ዝኾነ ነገር እ፣ ንጥፈታት እንገብሮ እዚ ሰላሳ ሚታዊት ናብዚ ክኸይድ ኣለዎ ማለት እዩ። ሳልሰይቲ እዚኣ መብዛሕትኡ ሰባት ዝወድቋ ኣብ ፀገም ዝኣትዋ እዮም። ንሳ ድማ ዳይኒንግ ዳይኒንግ እንታይ እዩ? ደገ ኸድካ ኣብ ደገ ምብላዕ እዚ ኦኬ ደገ ኸድካ ምብላዕ ፅቡቕ እዩ። ግን ንጥዕናና ብዙሕ ኣሸጋሪ ስለ ዝኾነ ተመራጺ ኸውን ኣብ ገዛ ክንገብር ከለና ማለት እዩ ስለዚ እዚ ናይ ዳይኒንግ ኣብ ደገ ኼድካ ምዝንጋዕ ኣብ ደገ ኼድካ ምብላዕ ምስታይ ጽቡቕ እዩ ግን ተመራጺ ክኸውን ከሎ ኣብ ደግ ኣብ ገዛኻ ኮይንካ ኣብ ገዛኻ ምግባር ግን ኔርካ ኔርካ ምውጻእ ግን ኣሸጋሪ ይኮንን ማለት እዩ ስለዚ እዚ ገንዘብና 30 ሚእታዊት ማለት ንሕና ንደልዮ ነገር ኣብ ሂወትና ግን ከኣ ብዘይ ብኡ ክንነብር ንኽእል ማለት እዩ። ከምኡ ድማ እንታይ ዓይነት ክንገብር ኣለና ኣብዚ ሰላሳ ሚእታዊ እንተልና ሾፒንግ ክንገዝእ ከለና ዝኾነ ንብረት ክዳውንቲ ጫማ ዝኾነ ነገር ክንገዝእ ከለና ሰላሳ ሚእታዊት ናብ ዝኸይድ ማለት እዩ። ከምኡ ድማ ሆቢስ ሆቢስ ማለት ኣብ ትርፊ ግዜና እንገብሮ ንጥፈታት ምሕንባስ፣ ፉትቦል ምጽዋት፣ ኩዕሶ ምጽዋት፣ ኤዲት ቪድዮ ምግባር፣ ዝኾነ ምንባብ፣ እዚ ሰላሳ ሚእታዊት ናብዚ ኢንቨስት ክንገብሮ ከለና ብዙሕ ኣሸጋሪ ኣይኮነን፣ እኳ ደኣ መዓልታዊ ትምዕብል ስለ ዘለኻ ማለት እዩ። ከምኡ ድማ ዳይኒንግ፣ ዳይኒንግ ደገ ኬድካ ምብላዕ ወይ ድማ ደገ ኬድካ ምስታይ፣ ደገ ኬድካ ምዝንጋዕ፣ እዚ ሓደ ካብቲ ኣብ ህይወትና ዘድልየና ግን ከኣ ብዙሕ እንተዘይሃልዩስ ብዙሕ ዝፀገም ዘለዎ ኣይኮነን ማለት እዩ ስለዚ ነዚ ገንዘብና ሰላሳ ሚታዊት ናብዚ ከነብሎ ከለና ተመራፂ ኸውን ሕራይ እምበኣር ሳልሰይትን ናይ መወዳእታን ንብላ ዕስራ ሚእታዊት ከመይ ጌርና ሴቭ ንገብረሉ ከመይ ጌርና ድማ ለቓሕ ወሲድና ኔርና እንተኾይንና ለቓሕ ንመልሰሉ እትብል ኮይና እዛ ዕስራ ሚእታዊት እንታይ ዓይነት የድሊ እንታይ ዓይነት ኢና ነዚ ዕስራ ሚእታዊት ሴቭ ንገብረሉ እንታይ ነገር ኢና ናብ ካልእ ክንሰደሎ ክንፈልጥ ቀዳመይቲ ኢመርጀንሲ ኢመርጀንሲ ክንብል ከለና ናይ ሃንደበታዊ ዘጋጥመካ ነገር ዘይትፈልጠሉ ንኣብነት ኮሮና ክመፅእ ከሎ እዚ ቫይረስ ሰብ ወላ ሓደ ሰብ ኣይፈልጥን ነይሩ ስለዚ ኣብ ከምዚ ኣጋጣሚ መብዛሕትኦም ሰባት ልዕሊ ሽዱሽተ ወርሒ፣ ሸውዓተ ወርሒ ብዘይ ስራሕ ኮፍ ኢሎም ዝነበሩ፣ ኣብ ከምዚ ኣጋጠሚ ናይ ሃንደበታዊ ኣጋጠሚ ከጋጥመካ ስለ ዝኽእል ን ኢመርጀንሲ ኢልካ ኮፍ ክተብሎ ኣለካ ማለት እዩ። ናይ ሃንደበታዊ ናይ ሃንደበት ዘጋጥመካ ነገር ስለ ዘይፍለጥ ብውሕዱ ካብ ሽዱሽተ ወርሒ ክሳብ ሓደ ዓመት ዘጽንሐካ ክህልወካ ኣለዎ፣ ሴቭ ክትገብረሉ ኣለካ። እዚ ማለት ንኣብነት ኣብ ወርሒ ክልተ ሽሕ ሴቭ ትገብር እንድሕር ኣሊኻ ኣብ ዓመት ኣብ ሽዱሽተ ወርሒ ዓሰርተ ክልተ ሽሕ ክኾነካ እዩ ማለት እዩ ኣብ ሓደ ዓመት ከዓ ዕስራን ኣርባዕተን ሽሕ ከምዚ ጌርና ገንዘብና ኣብ ከምዚ እንተመቒልናዮ ብውሕዱ ነቲ ዘጋጥመና ነገር ክንሽፍኖ ብዙሕ ጸገም ዘለዎ ኣይኮነን ማለት እዩ ስለዚ ቀዳመይቲ ናይ ኢመርጀንሲ ክንሕዞ ኣለና ኢመርጅንሲ ናይ ሃንደበታዊ ዘጋጥመና ዘጋጥመና ነገር ስለ ንፈልጥ ኢመርጀንሲ ክንሕዝ ኣለና ማለት እዩ ካልኣይቲ ናይ ክሬዲት ካርድ ክሬዲት ካርድ እዚ ልቓሕ ትወስዶ እንተኮይንካ ካብ ሰብ ይኹን ካብ ባንክ ይኹን ዝኾነ ሰብ ክሬዲት ካርድ ዝወስድ እንተኮይኑ ነቲ ክሬዲት ባንክ ነቲ ልቓሕካ ክትመልሶ ናይ ግድን እዚ ከድልየካ ማለት እዩ ሳልሰይቲ ናይ ተማሃራይ ኮለጅ እዚኣ ኣገዳሲት ንደቅና ድዩ ንሕዋትና ድዩ ከመይ ጌርና ንተማሃሮና ንደቅና ኣብ ዝለዓለ ደረጃ ንክበፅሑ ንዕኦም ንመፃኢ ፊቸር ዝኾኖም ነገር ክንከፍተሎም ናይ ተምሃራይ ኮለጅ ንዕኦም ከዓ ሴፍ ክንገብረሎም ኣለና ማለት እዩ ኣብ ዝኾነ ሃገር ኣብ ዓድና ይኹን ወይ ኣብ ዝኾነ ሃገር ንኽመሃሩ ሴፍ ክንገብረሎም ኣለና ማለት እዩ። ኣብ ዝኾነ ይኹን ኮለጅ ይኹን ዩኒቨርሲቲ ከምኡ ድማ ዝኾነ ሃይስኩል ኣብ ቤት ትምህርቲ ዝመሃር ዝኾነ ተመሃራይ ንዑ ከመይ ጌርና ኣብ ዝለዓለ ደረጃ ንኸነብጽሖ ሴቭ ክንገብሮ ኣለና ማለት እዩ። ራብዒትን ናይ መወዳእታን እታ ኣገዳሲት እንብላ ናይ ጥሮታ ሪታይርመንት እዚኣ ሪታይርመንት ንብላ እቲኣ ኣገዳሲትን ኣብ ሂወትና ድማ ዓብ ፅልዋ ዘለዋ እዚኣ ናይ ጥሮታ መብዛሕትና ሰባት ኣብ ዕስራታት ዘለና ኣብ ሰላታት ዘለና መብዛሕትኡ ንመፃኢ ስለዘይንሓስብ ንመፃኢኡ ናይ ጥሮታ ብዙሕ ሴቭ ኣይንገብረሉን ኢና ስለዚ እዚኣ ናይ ጥሮታ ካብዘን ኩለን ኣገደስቲ ነገራት ስለ ዝኾነት ኣብ ወርሒ ክንደይ ኢኻ ሴፍ ትገብረሉ ወይ ድማ ዓመታዊ ወይ ድማ ዝኾነ ነገር ከመይ ጌርካ ሴፍ ትገብረሉ ናይ ጥሮታኻ ከተውፅኣሉ ኣለካ ማለት እዩ ስለዚ ከመይ ጌርና ነዚን ዒስራ ፐርሰንት ዒስራ ሚእታዊት ናይ ሴቭ ንገብረሉ ከምኡ ድማ ብልቓሕ ወሲድና ኔርና ልቓሕ ንመልሰሉ ማለት እዩ ቀዳመይቲ ናይ ኢመርጀንሲ ናይ ሃንደበታዊ ክጋጥመና ስለ ዝኽእል ከምዚ ናይ ቫይረስ ክመጽእ ከሎ ከይፈለጥናዮ ስለ ዝመጽእ ሽዱሽተ ወርሒ ሸውዓተ ወርሒ ብዘይ ስራሕ ኮፍ ዝበልናዮ ከምኡ እውን ክጋጥመና ስለ ዝኽእል ብውሕዱ ካብ ሽዱሽተ ወርሒ ክሳብ ሓደ ዓመት ኮፍ ክነብሎ ኣለና ማለት እዩ እዚ ገንዘብ ካብ ውሕዱ ካብ ሽዱሽተ ወርሒ ክሳብ ሓደ ዓመት ሴፍ ክንገብረሉ ኣለና ማለት እዩ ካልእይቲ ክረዲት ካርድ ክረዲት ካርድ ለቓሕ ወሲድና ነይርና እንተኾይና ካብ ሰብ ድዩ ካብ ባንክ ድዩ ለቓሕ ክንመልሰሉ እንተኾይና ነዚ ክረዲት ካርድ ሴቭ ክንገብረሉ ኣሎና ማለት እዩ እዛ ሳልሲቲ ድማ ነይ ተማሃራይ ኮለጅ ሃይስኩል ይኹን ኮለጅ ዩኒቨርሲቲ ንደቅና ነሕዋትና ኣብ ዝለዓለ ደረጃ ንኸነብጽሖም ነዝም ተማሃራይ ኮለጅ ዩኒቨርሲቲ ሴቭ ክንገብረሉ ኣሎና ማለት እዩ እታ ኣገዳሲትን እታ ኣብ ዝለዓለ ደረጃ ከተብጽሕና ትኽእል ናይ ጥሮታ Retirement እዚኣ ከመይ ጌርና ኣብ ወርሓዊ ድዩ ዓመታዊ ከመይ ጌርና Save ጌርና ጥሮታ ክንወጽእ ከለና ሽዑ ዝኣከብናዮ ገንዘብ ብሓደ ተኣኪቡ ክመጸልና ከሎ ክንደይ ይኾነልና ትብል ኮይና ስለዚ ከምዚኣ ትመስል ገንዘብና ዝኾነ ነገር ክንርእየን ከለና ሓምሳ ሚታዊት ሰላሳ ሚታዊት ዒስራ ሚታዊት ክንብል ከለና ቀሊል ይመስለና ግን ከኣ ቀሊል ኣይኮነን ኣብ ወርሓዊ ከምዚ ጌርካ ባጀት ናትካ ወርሓዊ ናትካ ከምዚ ጌርካ ባጀት ትገብሮ እንተኮይንካ ኣትሊስ ዝኮነ ነገር ክትከስበሉ ትክእል እካ ማለት እዩ። I hope ደስ ኢላትኩም ትከውን እዛ ቪድዮ ከመይ ጌርና ብቀሊል ኣገባብ save ንገብረሉ ወይ ድማ ነዋህልለሉ እትብል ኮይና ናትና ዕቤትናን ስጉምትናን ካባኩም ከብ ተዓዘብትና እዩ እሞ ሃየ ብ subscribe like share እናገበርኩም ከተታባብዑና ከምኡ ድማ ዝኮነ ሃናጺ ርእይቶ ወይ ድማ ሓሳብኩም ከተካፍሉና ኣብ ናይ ታሕቲ ኮመንት ቦታ ክትጽሕፉ ብኽብሪ ዕድመኩም። ናይ ሎሚ ስላሎ መደብ እዚ ነይሩ ብኻልእ ክሳብ ንራኸብ ሰላም ንዓኹም። Peace።